ሰላም ሰላም ክቡራት ተኸታተልቲ ሞሰብና ከመይ ቀኒኹም ኣነ ፍረዝገ እየ ሎማዓንቲ እምበኣርከስ እቲ መጀመርታ ኣብ ምምራሕ መኪና ዘድልየና ወይ ድማ ትዮሪ ወይ ክልሲ ሓሳብ ወዲእና ኣብታ ናይ መጀመርታ ሰዓት መኪና እንዝውረላ ኣብኣ እንታይ እንታይ ኣድልዩና መኪና ከመይ ጌራ ትበገስ ፍሬኖ ፍርስቴነ እዚ ነዳዲ ከመይ ጌርና ነወሃህዶ ዝብል ኣብቲ መጀመርታ ዘድልየና ንእሽተይ ፍልጠት ብዛዕብኡ ከካፍለኩም እየ እዚ ድማ ኣብቲ ምምራሕ መኪና ክሕግዘኩም እዩ ኣብቲ ናይ መጀመርታ እዋን ማለት እዩ ነዚ ነገራት ፈሊጥኩሞ እንድሕር ጸኒሕኩም ብዙሕ ግዜ ደይ ክትወስዱ ትኽእሉ ኢኹም ብዙሕ ገንዘብ ከኣ ክትዕቅቡ ትኽእሉ ኢኹም እዚ እቲ ዕላማ ግዜን ገንዘብን ከመይ ጌርና ንዕቅብ ማለት እዩ ስለዚ ሎማዓንቲ ነዚ ነገርዚ ከርእየኩም'የ ከመይ ጌራ ትብገስ እንታይ እንታይ ምውህሃድ ንገብር ኣብቲ መጀመርታ እዋን ማለት'ዩ መጀመርታ ዘድልየና ንኹሉ ጀማራይ እዚ እዩ እቲ ዝኸበደ ማለት እዩ ናይ ዝኸበደ ዝገብሮ እንታይ እዩ እቲ ፍሪስቴነ ምስ ጋዝ ወይ ድማ ምስ ፍሬኖ ከመይ ጌርካ ተወሃህዶ እዚኣ እታ ዝኸበደ ብቴዎሪ ክትመሃሮ ቀሊል እዩ ኣብ ፕራክቲካል ግን ቁርብተይ ልምምድ የድልየካ ምስ ልምምድን ምስ ሓሳብን እንድሕር ቀጻሊ ልምምድ ጌርካ ወላ ሓንቲ ዘይተምጽኦ ምኽንያት የለን። እቲ ፍልልይ እንታይ እዩ ኩፕሉንግ ኣለካ ኩፕሉንግ ክትቆጻጸር ኢኻ እቲ ፍሩስቴነ ንብሎ ዘለና ማርሻ ከተእቱ ኢኻ ንቕድሚት ክርኢ ኢኻ ኣትሊስ ክልተ የማንን ጸጋምን ሓንጎልካ ብሓደ ስለ ዝሰርሕ እቲ ሽግር ማለት እዩ ስለዚ ነዚ ከመይ ጌርና ነወሃህዶ ከመይ ጌርና ንሰርሓሉ ኣብቲ መጀመርታ እንታይ እንታይ ነጥብታት የድልየና ምሳኻትኩም ክካፈለ ናብቲ ግብሪ ንኽድ መኪና እንቋጻጸረላ ኣገባብ እዚአን ሰለስተ ነገራት እየን በዚአን ሰለስተ ነገራት ኢና መኪና ነልዕላ ንወስዳ ነዝሕላ ፍሬኖ ደው ነብላ ምስ ማርሻ ኣወሃሂድና ማለት እዩ እዚ እዚ ንሪኦ ዘለና እዚኣ ኩፕሉም ወይ ድማ ፍርስቴን እንብለያ እዚኣ ኩሉ ግዜ ብፀጋማይ ሸነኽ ናይ እግርና እያ ዘላ እዚኣ እዚኣ ኩፕሉም ንብላ እዚኣ ኣብ ማእከል ዘላ እዚኣ ከዓ ፍሬን እያ እዚኣ እዚኣ ፍሬን እያ እዚኣ ከዓ ነዳዲ ማለት እዩ እዚኣ ነዳዲ እዚኤን ሰለስቴን እየን። የማናይ እግርና ኩሉ ግዜ ንፍሬኖን ንነዳድን እዩ። ተረዲኹምኒ? የማናይ እግርና ኩሉ ግዜ ኣብዚኣ ነዳዲ እንደገና ኣብዚኣ ከዓ ፍሬኖ በዚኤን ክልቲኤን እዚኣን ንጥቀሙ። ኩሉ ግዜ ፀጋማይ ከዓ ንኩፕሉንግ ጥራይ ናብዚ ብፀጋማይ ሸነኽ ንፍሬኖ ክንሕዞ የብልናን። እዚ እውን ጌጋ እዩ። መጀመርታ ክንብገስ እንከለና ሞተር ኢና ንውልዕ ቅድሚ ሞተር ምውላዕና ግን መኪናና ኣበይ ቦታ እያ ዘላ ኣብ ቁልቁል ድያ ኣብ ዓቐብ ማርሻ ኣትዩ ኣሎ ድዩ ወላስ የለን ክነስተብል ክንክእል ኣለና ግን ንዝኾነ ጥንቃቐ ኩሉ ግዜ መኪና ክነተስኣ ከለና ኩፕሉ ንረግፅ ብረም ዘረጊፅና እንታይ ንገብር ሞተር ነተስኣ በንዚን ስለ ዝኾነ ግን ብዙሕ ዘይክትሰምዑዋ ትኽእሉ ኢኹም ድምፂ ናታ ማለት እዩ ያ ሞተር ወሊዐ ኣለኹ እንታይ እየ ዘእቱ ሽዑ ሃንድ ፕረምዘ እዚ እንድሕር ተላዒሉ ፀኒሑ እዚ ሃንድ ፕረምዘ እዚ ኣውሪደ ኣለኹ እንታይ ይገብር ሽዑ ቀዳማይ ማርሻ ይኣቱ ቀዳማይ ማርሻ ኣብዚኣ ስዕባ ኣትያ ኣላ ናይ ማርሻ ነጊረኩም እየ ኣብ ዝሓለፈ ቪድዮ ወይ ኣብ ዝመፅእ ቪድዮ ክትሪእዎ ትኽእሉ እዮም ሽዑ መኪና ተሲኣ ኣላ ፍሬኖን ብረምዘን ድማ ረጊፀ ኣለኹ ብረምዘ ፍንዎ እዚ ፍሬኖ ክትብገስ እንድሕር ኮይና እንታይ ክገብር ኣለኒ? ማርሻ ቀዳማይ ኣትዩ ኣሎ፣ ሞተር ተወሊዑ ኣሎ፣ ፍሪስቴነ ግን ረጊጸ እየ ዘለኹ። ፍሪስቴነ ኩሉ ግዜ ብስምዒት እንታይ ይገብሮ? ቀስ እንዳገበርኩ ሚሊሜተር ብሚሊሜተር ንላዕሊ ሓፍ የብሎ። እግረይ ከዓ ኣብ ነዳዲ ማለት እዩ። ነዳዲ ግን ብዙሕ ክስታይ ከይሃብኩ መኪና ሕጂ ትኸይድ ኣላ። ከምዚኣ ገይረ ምስ ፍሬን ሓዊሰ ደው ኣብላ ሕጂ ከርእየኩም እየ ቀስ ኢልና ብስምዒት እንታይ ትገብሮ ንላዕሊ ሓፍ መኪና ተበጊሳ ኣላ ሕጂ ስለ ዘይትርእይዎ ናይ መኪና ጉዕዞ ንደገ ከብለልኩም እየ እሞ እዚኣ ትርእይዋ ኣለኹም እንታይ ክገብር እየ ፍሩሴና ቀስ ገይረ ክፍንዎ እየ ረኣይዋ ቀስ ገይረ ፍንዎ ኣለኹ ብስምዒት ያ መኪና ክትከይድ ጀሚራ ይጸቕጦ ፍሬኑ ከዓ ኣብ ኣኸልኩ ቀስ ገይረ ብስምዒት ከዓ ይሕዝ ፍሬኑ ማለት እዩ ክብገሰ ሓፍ ከብላይ ቀስ ገይረ ፍሬኑ እዚ ፍሬስዮነ ቀስ ጌረ ሓፍ የብላ ኣለኹ። መኪና ተበጊሳ ይጸቕጣ ፍሬስዮነ ደው ክብል እንድሕር ኮይነ ፍሬነ ከኣ ቀስ ጌረ ብስምዒት ይሕዝ ማለት መኪና ስለምንታይ እያ ትጠፍኣና ኩፕሉንግናትና ቀልጢፍና ስለ ንፍንዎ እዩ ረዲኹምኒ እዚ ኩፕሉንግ ቀስ ጌረ እንድሕር ንላዕሊ ሓፍ ኣቢለዮ መኪና ቤላ እያ ትኸይድ ቀስ ኢላ ባዕላ ባዕላ ትኸይድ መኪና ከመይ ከም ትጠፍእ ከርእየኩም እያ ኣብ መጀመርታ ትጠፍኣና እያ መኪና ብምጥፋእ ተሸግረና ማለት እዩ እቲ ኩብሎም ቀልጢፈ እንድሕር ፈነዮ ትጠፍእ እያ እታ መኪና ከርእየኩም እየ ናብዚ ቀልጢፈ ፍንዎ ከለኹ እዚኣ ኖርማል እያ ትኸይድ ኣላ ኣብዚ ኸዓ ቀልጢፈ ፍንዎ የርእዮ ጠፍያ ቀልጢፈ ስለ ዝፈነኽዎ እዩ እንታይ ደኣ ምስ ስምዒት ቀስ ገይረ ኣተሲኣ ኣለኹ መኪና ብስምዒት ቀስ ገይረ ሚሊሜተር ብሚሊሜተር ሓፍ እንድሕር ኣቢለየ ግን እታ መኪና ስሙዝ እያ ትኸይድ ቀስ ገይረ ፍንዎ ኣለኹ ረእዋ ሰላም ትኸይድ ኣላ ይፀቕጣ ሕጂ ኸ ክፍንወ እያ ቀልጢፈ ክፍንወ እያ እንታይ ከም ትጠፍእ እታ መኪና ትርእይዋ ኢኹም ጠፍያ ብተወሳኺ ድማ ደው ክንብል ከለና መጀመርታ ፍሪሴነ ንሕዝ ሽዑኡ ቀስ ጌርና እዚኣ ፆት ዘይኮና ነብሎ ቀስ ጌርና ፍሬኖ ንሕዝ ብከምዚኣ ደው ክትብል ትኽእል እያ መኪና ኣይትጠፍኣናን እያ ኩሉ ግዜ እንታይ ኢና እንገብር ከም መደምደምታ ማለት እዩ ፍልስጤንን ረግጽ ማርሻ ነእቱ እግርና ናብ ነዳዲ ኸይድ ፍልስጤንን ንፍንዎ ነዳዲ ቁሩብ ተይንህብ ቀዳማይ ክንከይድ ከለና ኣብ ካልኣይ ድማ ካልኣይ ማርሻ ክነእቱ እንድሕር ኮይና ከዓ እንታይ ንገብር ነዳዲ ንፍንዎ ፍልስጤንን ነእቱ ካልኣይ ማርሻ ነእቱ ፍሉስቴና ቀስ ጌርና ብስምዒት እንታይ ንገብሮ እንዳ ተረዳኣና ቀስ ጌርና ንፍንዎ ሽዑ ብኣ ከለ ከዓ ፔዳል ወይ ድማ ዝጋዝ ፔዳል ነዳዲ ከዓ ንህባ ሳልሳይ ክንኣቱ እንድሕር ደልና ነዳዲ ንገድፎ ኩፕሉ ንረግፅ ፍሉስቴና ንረግፅ ሳልሳይ ማርሻ ንእቱ ቀስ ጌርና ንፍንዎ ኩፕሉም ፍርስቴነ ነዳዲ ከዓ ንህባ ማርሻ ኩፕሉም ማርሻ ነዳዲ ኩፕሉም ማርሻ ነዳዲ መጀመርታ ኩፕሉም ሓር ማርሻ ነእቱ ሓር ካብቲ ኩፕሉም እግርና ቀስ ጌርና ብስምዒት ንፍንዎ ሽዑ ናብ ነዳዲ ንኸይድ ሓይሊ ንህባ ነታ መኪና። ደው ክንብል እንድሕር ኮይና ከኣ እንታይ ክንገብር? መጀመርታ ኩፕሉንግ ንረግጽ፣ ሽዑ ብስምዒት ቀስ ጌርና ንፍሬኖ ከኣ ንረግጾ ማለት እዩ። ሽዑ ሳታ መኪና ኣይትሕነቐናን እያ። እዚኣን ክልቲኤን ብሓደ ይርገጻን እየን። እዚኣ ነዳድን ነዳድን እዚኣ ፍሪስቴንን ብሓደ ኣይርገጻን እየን። እዚኣ ምስ ወዳእካ ቀስ ኢልካ እዚኣ ውድእ ምስ ኣበልካ ናብ ነዳዲ ከኣ ትኸይድ ነዳዲ ትረግጽ። ነዳዲ ፍንው ኣቢልካ ማርሻ ማርሻ ክትኣቱ እንድሕር ደሊኻ ናብ ካልኣይ ወይ ናብ ሳልሳይ ክትከይድ እንድሕር ደሊኻ እዚኣ ሙልእ ምልእቲ ትረግፃ ፍሩሴኖ ምልእቲ ትረግፃ ማርሻ ካልኣይ ተእቱ ድሓር ቀስ ጌርካ እዚኣ ትፍንዋ ብስምዒት ድሓር ማርሻ ትረግፅ ድሕር ቀልጢፍካ ከምዚኣ ጌርካ ንድሕር መኪና ትነጥረካ ትነጥር ዝልዝል ትብል ምስ ቁርብተይ ልምምድ ኖርማል እዚኣ ክንሕዛ ንኽእል ኢና ቀስ ጌርና ኣብ ሓሳብና ጥራይ ውዱእ እንድሕር ጌርናያ ኣብ ሓሳብና እንድሕር ፈሊጥናያ ኣብ ተግባር ከዓ ቀስ እንዳበልና ክነምፅኦ ንኽእል ኢና ጌጋ እንዳገበርና ወላ ሓንቲ ጀመርቲ ኢና ክንጋገ ንኽእል ኢና ፀገም ኣይኮነን እዛ ቪድዮ እዚኣ ሓጊዛትኩም ክትከውን ተስፋ ገብር ፅንልኩም ብምክታልኩም ካብ ልቢ እናመስገንኩ ብካልእ ትሕዝቶ ብካልእ ግዜ ክሳብ ንራኸብ ሰላም ቅነ።